ሰላም ሰላም ጥዕና ሃበለይ ናይ ሰናይ ዘበን ንኩሉ ተኸታተልቲ ዩቱብ ቻነል ከመይ ኣለኹም ከመይ ትኾኑ ከመይ ናብዛ ሰዓት እዚኣ በፂሕኹም ኣነ ሰላም እየ እግዚኣብሄር ይመስገን ሰላም ክትኾኑ ናይ ኩሉ ግዜ ትምኒተይ እዩ ናብ ቻነለይ ሓደሽቲ ትመፁ ዘለኹም ላይክ ሳብስክራይብ ብምግባር ቤተሰብ ኩኑ ኢኹም ቤተሰብ ዝኾንኩም ድማ ከም ቀደምኩም ሃናፃይ ዝኾነ ርእይቶኹም ኣይፈለየኒ ናወልክየ ከም ልምድ ድማ ለኣና ክጠቕመና እዩ ድማ ኣምሃራይ ልልኩ ቪድዮ ሒዘ መፅእ ኣለኹ እሱ ድማ ኣብ ኣብ ዝሓለፈ ሰላም ጸጋይ ኣሕሊፋቶ ኣብ ዝነበረት ቪድዮ መሊሳ እውን ቪድዮ ካልኣይ እውን ቪድዮ ሰሪሓትሉ ኣለና ብዛዕባ ኣብ ዓረብ ሃገር ዘለኽን ኣሕዋተይ ኣብ ዘለኽን ኣሕዋተይሲ ካብ ስደትክን ዘይተርፈክንሲ ገዛ ገዚእኽን ንዕኒ ኢኽን ኣብ ዝበለቶ ብዙሓት ሰባት ላተጻረፋ ነይረን፣ ብዙሓት ሰባት ላደግፋ፣ ብዙሓት ሰባት ከዓ ላተቋዋማ ነይረን። ማንኛው ገዛ ክትገዝእ ገዛ ለይ ክትገዝእ ሓደ ግዜ እንድሕር ተሰዲድካ ኮይንካ ናትካ ምርጫ እዩ ክትሰርሕና ለይ ክትሰርሕ ናትካ ምርጫ እዩ። በስገዳድ ኣይኮነን ክትሰርሕ ገዛ እና ኣነ ዝገረመኒ ነገር ማለት እዩ ሰላም ጸጋይ ኣብ ሓደ ሰብ ኣብ ሶሻል ሚድያ ክሰርሕ ከሎ ወይ ዩቱብ ወይ ፌስቡክ ተልዎ መጀመርያ ኣራእስ ተልዒሉ ነቲ ናዩ ቪው ከመይ ገይሩ ይረእ ከመይ ገይሩ ገንዘብ የእቲ ብዝለ ተሓሳስብ ሓደ ራእስ ተምፅኡ ይሰርሕ እዩ እዚ ክሰርሕ ከዓ ጥበብ እዩ ንባዕለ ክእለት እዩ ይስራሕ ችግር የብልን ካብኡ ሓሊፉ ከዓ ቅድሚ እዚ ሰላም ጸጋይ ታይላ ነይራ ገዛሲ ብጣዕሚ ከዊሩ ገዛ ከራይ ከዊርኒ ኢላ ቪድዮ ሰሪሓ ነይራ ካብኡ ኣብቲ ኮመንት ከይድኸን

ኣብቲ ኮመንት ኣቲኽን ትጻረፍ ኣለኽንሲ መን በስገዳድ ግዝኣ ኢልክን መንሲ በስገዳድ ግዝኣስ በለክን ኩሉ ዝተቐረበ ምግቢ ኩሉ ይኹን ከይትበልዑ ዝጠቕመካ ነገር ኪ ኢኻ ትበልዕ እምበይ ዘይጠቕመካ ነገር ኣይትበልዐን ኢኻ ካብኡ ከዓ እሳ ትዛረብ ከላ ካልኣ ከምቲ ትጠቕመክን ይኾንክን ኢዶ ትሕዝኦ ኩሉ ድኹም ስእልክን ትእክብኦ ኩሉስ መን ሓዘኦ ስእለትክን እና ኣብዚ ሀዚ ሰዓት ሲ የኾነይ ገዛ የኾነይ ካሊእ ብርቂ ኮይኑ ለልስ

ካብኡ ከዓ ገዛ ተገዛእኽን ከዓ ልባዕልትኽን እዩ እምበይ ኢሉ ሰላም ይኾነ ወይ ገዛ ክራይ ክፈል ኣለዮ ኢለትክኒ ወይ ናይ መሬት መስርሒ ሃኣን እዮ ኢለትክኒ ካብ ተሰደትክን ሲ ልባዕልትኽን ኩና እያ ኢላትክን ኣብዚ ህዚ ሰዓት ከዓሲ ኣብ ትግራይ ሰላም ኢና ስኢና ዘለና እምበይ ብቦትኡ ሲ ንእሽተን ከተማታት እኞ እዩ ግድን ኣይኮንክን ክልተ ሚእቲ ካሬ ግድን ኣይኮንክን መቐለ ውቕረ ገዛ ገዛ ተብልክን በቲ ከባቢኽን ዘሎ

ሓደ ሰብ ኣብ ሂወቱ ካዓ ድልየቱ ናይ ምግባር ሙሉእ መሰል ኣለዎ። ክሰርሕ ይኽእል እዩ ኣይሰርሕ እይ ለለኒ ይኣኽለኒ ኢሉ እውን ክኸይድ ይኽእል እዩ። እሳ ኢሊ ተዛረበቶ ግን ኣብቲ ኮብ ዓዲ ዘሎ ኩነታት ስለ ልረኦዮቶ እና ልኣና ኣብ ወፃኢ ወይ ድማ ጠቓማይ ስለ ልኾነ እይ ኢላ እያ ተዛሪባቶ ዘላ እምበር ብዙሓት ሰባት ኣይተቐበሉ እይ ብዙሓት ሰባት ካዓ ተቐቢለን ኣለዋ። ዓብያ ንኢሳ ናባዕልኻ ክህልየካ ጥዑም እዩ። ግድን ገዛ ትገዝእኻ ግድን ውቕሮይ መቐሌ ወይ ዓበይቲ ከተማታት ወይ ዓብዪ ካሬ ዓብዪ ገዛ ለይኮነ ቃዕምኻ ብዝፈቐዶ ማለት እዩ ቃዕምኻ ብዝፈቐዶ ዋላ ሰብዓ ካሬ እውን ትገዝእ ትኽእል ኢኻ ይኣኽለካ እዩ እሱ ማለት እዩ እዛ ሒዝካ ኣብ ናባዕልኻ ቅስን ኢልካ እንድሕር ንልካ ዓርሱ ልኸኣለ እሱ ይኾነካ እዩና ኣብና ሰላም ፀጋይ ዘረባ ተናዓፀው እዚ ልባዕልትና እያ ብሕማቕ ኣይትረድኦ ክብለክን ይደሊ ካልኣይ ልብለክን ድማ ሎማዓንቲ ብደስ ልብል ድማ እዚ ሓውና ትማሊ ኣብ ሶሻል ሚድያ ኩላትና ርኢናዮ ንኸውን ኢና ዓረብ ቀቲልካ ተብሂሉ ተትሒዙ ዝነበረ ላተብሃለ ሸር ላተብሃለ ዝነበረ እቲ ዓረብ ምስኡ ዝነበረ እውን እዚ ከምዚ ኢሎም ብሓደ ላተፃወቱ ነይሮም ብሓደ ነይሮምስ ሀዚ ደኣ ሓበሻ ቀቲልዎ ገለ ኢሎምሉ ብዙሓት ሰባት ደኣ ተቓወልዎ ነይሮም ኢሉና እቲ ቆልዓ ኣብ የመን ከም ዘሎ እሱ ከም ዘይኮነ ቀታሊ እሱ ከም ዘይኮነ ወይ ድማ እሱ ዝነብሮ ኣብ ውሽጢ ስዑዲ ዘይኮነስ ኣብ የመን ከም ዘሎ እቲ ምስኡ ዝሰርሕ ዘሎ ዓረብ ድማ ብሓደ ድኳን ኣብ ገዛ ብሓደ ከም ዝሰርሑ ኣነ ከም ዘይኮነ ባዕሉ እቲ ቀታላይ

ኣራቢሖሞ ከዘልዎ ሰባት ኣለዉ ኣነስ ቀታሊ ኮይነ ምስ ምስቲ ቀታሊ ፖስት ኢልኩሞ ኣለኹ ምናልባሽ ትንጥንቀቁ ትንጥንቀቁ ጽቡቅ ኣነ ምንም ማለት ኣይኮነን ስዑድያ ኢለ መጠ ስዑድያ ኣትኾነ ወይ መን ዘለኹ ሰሪሐ ዝበልኩ ሰብ ካና ስዑድያ ከይኣተና ግን ፈራሪሕና ሰብ ዝቀተለ ኢልኩም ንሰብ ሽርማል ጣዕሚ ከቢድ ባእኹም ማለት እዩ ምበር ምንም

ዝሮዝሮ ግን ብጣዕሚ እዮም ተጋግኹ ኮነ ኢልኩም ዝስርሕሞ ሰባት እውን ኣለኹ ድያም ፅሒፍኩም ነርኩም እየ ነረ ታይም ኢለ ሸለል ኢለ ድሓር ግን ተኻቢ ዘረባ ተረኣኹ ትፅሕፍኒ ማለት እምበር ተኻበደ እውን ኣይኮነ ወላ ካብ ጎ እምበር ንዓይ ኣይኸብደኒ ሓቂ ስለ ዘለኹ ማለት እዩ ኣሓቂ ታሊኻ ምንም ኣይኸብደካ ስለዚ ግን ተንጥንቀቕ ምክንያት ትፈልጥ ምሳት ንብሎ ፀገም የብሎ መራኸብና የህልወና ከነራኸብና ከምቲ ሓሳብኩም ከሊእ እዩ ሰብ ዝሓሰርካ እውን ካሊእ እዩ እግዚኣብሔር ዝወፈኻሉ ስለዚ ግን ጋና ሸውዓተ ሸሞንተ ወርሒ ጌርና ስዑድያ ክቡራት ኣሕዋተይ እታ ቪድዮ ሰሚዕኹምጓ ዘለኹም ሓውና ኣለዩ እሰይ ኮነ ቃታሊ ብሓቂስ ትማሊ ኣብ ማሕበራዊ ሚድያ ዘወርወር ላባልኩስ ረኺበዮ ካብኡስ ላብዚ ውሽጢ ኣትየ ይሪኦ ኣለኹስ በቃ ብጣዕሚ ሕማቅ ተሰሚዕንና ኣጋጣሚ ቪድዮ እኳ የሰራሕኩሉ ኢሉ ፌስቡክ ቪድዮ ክሰርሐሉ ኢለ ነይረ ቪድዮ ይሰራሕኹልይ እና ክቡራት ኣሕዋተይ መጀመርያ ኣንሕና ኣነ እዙይ ልብሎ ልደሊ ንኹላትና እግዚኣብሔር ኣምላኽ መስተውዓሊ ዓይነ ልቦና ይሃበና ካብኡ ሓሊፉ ትዕግስቲ ይሃበና እግዚኣብሔር ኣምላኽ ትዕግስቲ ይዓድለና እዞም ዓዲ ብጣዕሚ እዮም ልፋታተኑኻ ዓባዮም ንእሽተዮም ቆልዖኦም ዓብዮም ብጣዕሚ እዮም ልፋታተኑኻ ግን ጓላትና ወዳትና ኣንሕናስ ግን ጥንቀቕ ኣለና ሸለልትነት ክንብሎም ኣለና ኩብራት ኣሕዋተይ እዚኣቶም የኮነ ወቂዕካዮም ይኮነ ይፈልጥካዮም ድፍእ ተብልካዮም ከኣ ንገርዮም ልደልዩ እና ቃል ልዓርሲ ቃል ክትምልሰሎም ኣይደልዩን እዮም እሳቶም ከምዚ ከምቲ ለይ ዓድና ንሕና ተሰዲድናዮ ዘለና ኣብ ሃገር ንሕና ከም ልደለና ኢና ኣብዚ ግን ከም ልደለና ኣይንዛረብን ከም ልደለና ታንበልዓ ምግኳስ ከም ልደለና ኳስ ኣይንበልዕን ኢና እና ኣብ ሃገርና ካብ ዘይኮና ምስ ሃይማኖትም ነብሰናም ዘይመስሉ ካብ ኮኑ ክንጥንቀቅ እዩ ዘለና ኣዚ ካኣ ሂወትና ኣብ ሓደጋ ይነእቲ ባዕልትና ሂወት ባዕልትና ኣብ ሓደጋ ኣትዩ ሂወት ወለድና ቪድዮታትና ሸር ዳተገበረ ክርእዎ ከሎ ኣዴታትና ኣቦታትና ኣሕዋትና ብጣዕሚ ኣዝዩ ሕማቅ እዩ እሞ ክቡራት ኣሕዋተይ ካብዚ ኣሰወ ኣነዋራይ ልኾነ ነገር ክንቁጠብ ኣለና። ልወሉ ይበሉ ዋላ የናድዱና ዋላ ሕማቅ ይበሉ ዋላ ጽቡቅ ይበሉ ክብራት ኣሕዋተይ ሸለል ክንብሎም ኣለና ደሞወዝና ተኮነ ካብ ክልተ ወርሑ ክነሕልፎ የብልናይ ኣብዚ ብዙሓት ደቂ ኣንስትዮ ኣሕዋተይ ገንዘን ይብልዓ እየን ዋላ ደቂ ተባዕትዮ እውን ከምኡ እዮም በተለይ ኣብ ምስ ኣብ ባጊዕ ልጓስዩ እንታይ እዮም እቲ ደሞወዝ እቶም ዕረ መጀመርያ ለዋሃት ይኮኑ በቃ ለዋሃት ምንም ነገር

እዚ ዓረብ ከምዚ ጌሩ ሓበሻ ቀቲልዎ ዘለሲ ደሞዝ ናይ ሸውዓተ ወርሒ ለይሃብካኒ ኢሉ እዩ ልብል ስለ ለመብኩ እየ ሓቅነቱ የውሊ የረጋግጽኩ ግን እዚ ኣብ ኩሉ ነገር ለጋጥም ስለ ልኾነ ደሞዝና ብኣግባብ ክንቕበል ኣለና እንድሕር ናይ ለይሁና ምዃኖም ፈሊጥና ከኣ ካልእ ስራሕ ክንሰርሕ እዩ ዘለና እሞ ናይ ለማዓንቲ ምኽረይ እዚኣ ትመስል ነይራ። እግዛብሄር ካብ ክፉእ ነገር ይኸውለና ልሕማቕ ማዓልቲ የለኹላይ በላ ይብሉ ወለድና እሞ ልሕማቕ ማዓልቲ የለኹላይ ንበል ኣሕዋተይ ማዓረይ ነሎማዓንቲ እዚኣ ትመስል ነይራ ላብ ቻነለይ ሓደሽቲ ዝኾንኩም ላይክ ሳብስክራይብ ብምጋር ቤተሰብ ኩኑም ኣባራቲዕኹም ኣባራትዕኒኹም ብኻሊእ ቪድዮ እስካብ ዝምለሰኩም ሰላም ወሰናይ ንዓኹም ላበልኩም ሰላም